ቤቲ ንሊሊ ተደቢራ ይቅርታ ሓቲታታ ሊሊ ይቅርታኺ ኣይቀበለክን ኢላታ ማለት እዩ ኣሌክስ ድማ ብጣዕሚ ሰንቢዱ ብጣዕሚ ድማ ተናዲዱ ማለት እዩ ንምንታይ ትማሊ ሊሊ ይቅርታ ትሕተተኒ ኢላታ ነይራ ኣሌክስ ድማ ይቅርታ ክሓትተ ይካለ ቤት በቃ ይቅርታ ክትሓተኪ ኣለዋ ስለ ዝበላ ማለት እዩ ሰላም ሰላም ክቡራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዛብሔር ይመስገን ንስኻትኩም ለኣ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ እንዳበልኩ ለማዓንቲ ድማ ብሓድሽ ቪድዮ መፅእ ኣለኹ ነዛ ቪድዮ ክጅምርዋ ከለኹም ላይክ ብምግባር ጀምሩ ሓድሽቲ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ይፈቱ ማለት እዩ። ቤተሰብ ዝኾንኩም ላይክ ሸር ግበሩ ከምቲ ልሙድ ማለት እዩ። እምበኣር ለማዓንቲ ርእስና ብዛዕባ ሊልና ኣሌክስ ቤት እዩ ዝኸውን ዘሎ ማለት እዩ። ከምቲ መእተዊ ዝረእኹምዎ ከቢድ ነገር እዩ ተፈጢሩ ዘሎ ማለት እዩ። ዘይተጸበናዮ ካብ ኣሌክስ ማለት እዩ። ኣሌክስ ሃንደበት ንቤቲ ናብ ገዛ ሒዝዋ መጽዩ ማለት እዩ። መጀመርያ ኣካይዳ ግን ንቤቲ ሒዝዋ ዝመጽ ዘይኮነሲ ጠቕሊሉ ናብ ቤት ዝኸይድ ዝመስል ነይሩ ማለት እዩ። ብጣዕሚ ዓብዪ ጌጋ እንድዩ ገይሮም ምክንያቱ እቲ ጌጋ ዝገበሮ ኣቦኣ ልኣክል ኣብ ገዛ ኮፍ ኣቢሉ ማለት እዩ ክሰምዖ ኣይከኣለን ተስኡ ከይዱ ማለት እዩ ኣነ ሰብኣየ ክኽበር ይግበአኒ ንምንታይ ከምዚ ትብልኒ ዘለኺ ኢሉ ተናዲዱ ማለት እዩ ተናዲዱ ተስኡ ሃንደበት ከይዱ ማለት እዩ ኣቦኣን ይልል ብጣዕሚ እዚ ነገራት ሲ ንኸይጓህሮ ንኸየጋድዶ ኢሉ እምበር ብጣዕሚ እዩ ተናዲዱ ብጣዕሚ እዩ ተባሳጭዩ ማለት እዩ ምክንያቱ ካብ ሓደ ሰብኣይ ጓልካ ለይትፅበዮ ነገር ስለዝኾነ ማለት እዩ ወላዲኣ ልኣክል ኮፍ ኢሉሲ ኣብኡ ገዲፍዋ ክኸድ ዘይትፅበዮ ነገር እዩ ቤተሰብ ብጣዕሚ እዩ ዘናድር ከመይ ገይሩ ከመይ ገይሩ ተናጊርዎም ከም ዝኸደ ሪኢኹምኩም ኣቦኣን ኢሉ እሞ ቀዝዝ እንዲሉ ምክንያቱ ከምኡ ይተፀበየ ነይሩ ማለት እዩ መጀመርያ ክመጽእ ከሎ ከመይ ከመይ ከም ዝብሎ ነበረ ርኢኹምዎ ኢኹም። ዳሕራይ ከዓ ከመይ ነብሪ ከም ዝተቐየረ ከዓ ርኢኹምዎ ኢኹም ቤተሰብ ማለት እዩ። ብጣዕሚ እዩ ዝገርመካ ብጣዕሚ ብጣዕሚ ማለት እዩ ሰብ ከምዚ ክልተ ዓይነት ባህሪ ብሓደ ግዘ ኣብ ሊልንካ ርኢናዮ ኣለዋ ግን ኣብ ኣቦኣሊ ኣብ ኣቦኣ ንልልስ ከምዚ ክደግም እዩ ምናምን ኢለስ ኣይተጸብኹዎ ነይረ ግን ከመይ ገይሩ ግን ባህርያቱ ስለ ዝኾነ ከመይ ገይሩ ክገድፎ ይኽእልን ከምቲ ንሪኦ ነበርና እዩ ተቐይሩ ማለት እዩ ሃንደበት ማለት እዩ ኣቦ ኣኒል ብጣዕሚ እዩ ሰንቢዱ ማለት ምንም ክረዳድእሉ ስለ ዘይከኣሉ እውን ናብ ስራሑ ተመሊሱ ኸይዱ ማለት እዩ ኣሌክስ ድማ ናብ ቤቲ ኸይዱ ንቤቲ ናብ ገዛ ሒዝዋ መፅዩ ማለት እዩ ካብ ገዛ ሒዝዋ ምስ መጸ ከዓ ቤቲ ከም ትርእይዋ ኣብ ደገ እያ ነይራ ብጣዕሚ ሰንቢዳ ምክንያቱ ኣይተጸበየታን ድጋሜ ናብ ገዛኣ መጽያ ኮፍ ኢላ ክጸንሓ ምስ ኣሌክስ ኣይተጸበየተይ ነይራ ግን ንምንታይ ታሓት ገብር ሒዝካያ መፂእኻ እያ ኢላቶ ማለት እዩ ታሓት ገብር ሒዝካያ መፂእኻ ዘለቶ ምክንያቱ ትማሊ ተረዳዲኦ ይከደን ሒዝዋ ክመፅእ ዘይኮነስ ጠቕሊሉ ናብ ቤት ከም ዝኸይድ እዩ ነይሩና በቃ እሺ ጸገም የለን ይቅርታ ክሓትት እየ ችግረይ ተረዲኡኒ እዩ እብልና ንቤት እውን ሒዘያ ክመፅእ ይቅርታ ክትሓተኪ እያ ኢሉሲ ኣየናገራን ማለት እዩ ምንም ጥፍኣት ከም ዘይብሎም ምንም በደል ከም ዘይብሎም እዩ በቃ እቲ በደልሲ ናይ ሊሊ ምዃኑ እቲ ጥፍኣትስ ናይ ሊሊ ምዃኑ እምበር ኣብ ቤትና ኣብ ኣብ ቤትና ኣሌክስ ምንም ዓይነት ጥፍኣት ከም ዘየለ እዩ ነይሩ እዚ ነገራት ማለት እዩ ንሱ እዮ ሰንቢድዋ ንሱ እዮ ኣባሳጭዋ ንልሊ ድማ ማለት እዩ ብጣዕሚ ዝገርመካ ግን ከምዚ ማለት ኣንሕና ምንም ዓይነት ኣነ ስኸይ ምንም ዓይነት ርክብ የብልናይ ኣነ ስኸይ ምንም ዓይነት እንትን የብልናን ኢሎም ሲ ይናገሩ ግን ድማ ኣነ ካባኻ ክርሕቕ ደስ ኣይብለኒ ግን ከዓ ትርእዮ ኣለኺ ህይወተይ ተበፅቢፁ ካባኺ ክርሕቕ በፍፅም እየ ዘይደሊ ኢሉ ከዓ ይናገር ኣሎ ከመይ ደኣሉ እዚ ነገር እዚ ብኸመይ እዩ ማለት ከምዚ ኢሉ ክናገር ሸም ዶ ይኾነን? ዋና ህይወትካ ሰላም ዶ ይኾነ ዘድሊ? ሰላም ከሎ ህይወት እንድሕረሊ ሰላም ክሰፍን እንድሕረሊ ሰላም ሰላም ዘርሕቆ ሰብ ካብ ህይወቱ ሰላም ዝርሕቀሉ ሰብሲ ከርሕቆ ዳኢ ዘለዎ እምበር ናብቲ ሰላም ዘስእነሉ ሰብ ደድሕሪኡ እንዳኸደን ድሕር እንተፀጊዕዎ እንድሕር ጠቢቕዎ ሲ ከመይ ኢሉ ሰላም ይደለው ህይወቱ ምስ ሰበይትኻ ለየኽበርካ ከመይ ጌርካ ንመሓዛኻ ትኸብር ንኣሜንካ ለየኽበርካ ከመይ ጌርካ ንመሓዛኻ ኢኻ ትኸብር ኣዋሪድክኒ እዛ ኬክ ስለ ዝደፋትሉ ኪድ እውን ኣይበለቲ መቸም ናብ ስራሕኻ ኺድ እዛ ነገር እዚኣ ንሱ ዝደጋግማ ዘሎ ካብ ገዛ ውፅእኽኒ ኣባሪርክኒ ኸይዲ ኢልክኒ እዩ ኩሉ ግዜ ዝብላ ዘሎ ግን ክይድስ ኣይበለትን ማለት እዩ ክይድ ኣይበለትን ወይ ከዓ ዘጥፋእኩ የጥፍእ ዝበደልኩ ይበድል ስኢል ክተቐበልኒ ተኮይኑ እንድዕ ቤተሰብ እምበር ሊልሲ ግድን እዩ ከምዚ ዓይነት ጥፍኣት ናጥፈእዳ እሞ ከመይ ለይትናገሮ ከመይ ለይትኮሪ ኣብ ባዕልና ኣብ ነብስና ጌርና እስከ ንሕሰቦ ቤተሰብ እስኻትኩም ኣይምኾረኹምን ሊሊ ከምኣ ጌራ ነይራ ትትኾንሲ ጽቡቕ ምተሰምዐካ ኣሌክስ ንባዕልኻ ማለት እዩ እስከ ሕሰባ ይቅርታ ምሕታት ኣይኮነይ ካልእ እዩ ዝግባኣ ሊሊ ማለት እዩ ደጋጊምካ ደጋጊምካ ኢኻ ዋሪድካዮ ዘለኻ ሓደ ግዜ ብቻ ዘይኮነ ብዙሕ ግዜ ንኣ ትሕት ዘብል ንቤት ከይዲ ክሕተት ኢልካ ኣሕቲትካያ ካልኣይ ከዓነይ ቤት ሓሚማ ኢልካ ኣብ ገዛ ኮይና ብመሓዛ ቤት ጌርካ ኣዋሪድካያ ትሕት ከም ትብል ጌርካያ እዚ ናትካ ስንፍና እንደይኮነይ እስኻ ስለ ለየኸበርካያ እስኻ ትሕት ስለ ዘበልካያ እንደይኮነ እናስ ምን ሜጥፋእ ኹን ክትብልሲ ኣይትኽእልን ኢኻ ማለት እዩ ሊሊ ይቅርታ ትሕተተኒ ኢላ ስለ ዝተዛረበት ዘይኮንካ ባዕልካ ይቅርታ ሕተቲ ኢካ ክትብላ ነርካ ግን ናትካ ርክብ ሀዚ እውን ክግለፀልካ ስለ ዘይደለካ ኢካ እምበር ካሊእ ካሊእ እዩ እቲ ነገራት ማለት እዩ ካሊእ ናብ ካሊእ ነገር ኢካ ክትገድ ክትጓዓዝ ትሓስብ ኣለካ ኣነ እዚ ነገራት እዚ ኣይድግፎን እየ ማለት እዩ እዚ ነገራት እዚ ኣይድግፎን እየ ሀዚ ድማ ሊሊ ይቅርታ ኣይቀበሎን እየ ትብል ዘላ ንስኻ ይቅርታ ክትሓታ ኣይከኣልካን ንቤት ተምፂኻ ይቅርታ ሕተት እያልካያን ኢኻ ግን ድማ ማለት እዩ ይቅርታ ክትሕታ ጥራይ ዘይኮንካ ንስኻ ንባዕልኻ እውን ይቅርታ ኢልካ ክትሓታ ዝግበኣካ ማለት እዩ እና ፍርቂ ፍርቂ ይቅርታ ኢለ ክልቴኹም ኢኹም ኣባሳጭኹምዋ ክልቴኹም ኢኹም ኣናዲድኩምዋ ክልቴኹም ድማ ይቅርታ ክትሓቱ ይግባኣኩም ማለት እዩ እዚያ ወሓጣ እዛ ዘረባ እዚኣ ወሓጣ ምክንያቱ ግድን እዩ በየና ቤት ይኾነትን ዝነገር እዚ ክኾን ጌራ ዘላ ቤት ትቤና ይኾነት እዩ ንስኻ እውን ጥፍኣት እኒየካ እዩ እና ቤተሰብ ናይ ደማዓንቲ ቪድዮ እዚያ ትመስል ነይራ ማለት እዩ ኣብ ቀፃሊ ቪድዮና ክሳብ ንራኸብ ሰሰናይ ንዓኹም ክብለኩም ይደሊ ማለት እዩ ላይክ ሸር ምግባር ኣይትሕመቑ ባይ ባይ